ንሕና ኣብ ስደት ዘለና ብጻዕርና እሙናት ብምዃንና ንኻልኦት ጥዑማትን ትሑታትን ብምዃንና ኢና ንፍለጥ። ሎማዓልቲ ግን ሓደ ሓቂ ነገር እንዘራረበሉ ኣሎ። እሱ ኸኣ ዋጋኻ ወይ ከኣ ሰልፍ ዎርዝ ወይ ቫልዩ ናትካ ዘይትፈልጥ እንተደኣ ኾንካ ህይወት ባዕላ ጎዶሎ Worthless ወይ ሕሱር ሰብ ክትገብረካ እያ። ሰባት ዋጋኻ ክብረትካ ከጉድልዎ እዮም። ሓደ ሓደ ግዜ ድማ እስኻ ባዕልኻ ንነብስኻ ከይተፈለጠካ ክተሕስራ ኢኻ ወይ ከኣ ዋጋኻ ታሕቲ ክትገብሮ ኢኻ። ሎማዓልቲ ከኣ ዋጋኻ ምፍላጥ ከመይ ጌሩ ንሂወትካ፣ ዝምድናታትካ፣ ምሕዝነትካ፣ ሰላምካ፣ ርእሰ ተኣማንነትካ፣ ኩሉ ነገርካ ኮምፕሊትሊ ብሰለስተ ሚእትን ሱሳን ዲግሪ ክቕይሮ ከም ዝኸእል ከርእየካ እዩ። ምኽንያቱ ዋጋኻ ኣብ ዝፈለጥካሉ ወይ ከኣ ናትካ ሰልፍ ዎርዝ ኣብ ዝፈለጥካሉ መዓልቲ ዝኾነ ሰብ ዋጋ ዕዳጋ ጌሩ ናብ ታሕቲ ከውርደካ ኣይትፍቅደሉን ኢኻ። ሰላም ሰላም ዝኸበርኩም ተኸታተልተይ እንቋዕ ናብ እምነት ባይሩ ኤሪትሪያን ሜድያ ብደሓን መጻኹም። ከመይ ቀኒኹም? ኣነ እዝግኣብሄር ይመስገን ጽቡቕ ኣለኹ። ከምዚ ኣነ ጽቡቕ ዘለኹዎ ንስኻትኩም ከኣ ጽቡቕ ክትህልዉለይ በዓልቲ ምሉእ ተስፋ እየ። እዛ ቻነለይ ከም ትፈልጥዎ ብቋንቋ ትግርኛ ብዛዕባ ዌልዝ፣ ፋይናንስ፣ ኢንቨስቲንግ፣ ቢዝነስ፣ ፐርሰናል ደቨሎፕመንት፣ ፐርሰናል ግሮውዝ፣ Relationships፣ ጥዕናን ከምኡ ድማ ጽባቄን ከምኡውን ካልኦት ኣርእስታት ንሕብረተሰብና ኣገደስትን ጠቐምትን ዝኾኑ ዝበልኩዎም ኣብ ሰሙን ምስ ክልተ ስርሐይ እንተ ኽኢለ ክልተ ቪድዮ እንተ ዘይክኢለ ከኣኒ ሓንቲ ቪድዮ ወይ ሓንቲ ፕሮግራም ዘቐርበላ ቻነል እያ። እምበኣርከስ ከይደንጎኹ ናብዛ ናይ ሎምዓልቲ ትሕዝቶ ንኺድ። ከምቲ ዓንተወይ ዝበልኩዎ ኣብ ባህልና ትሑታት፣ ኣኽበርቲ ሰባት፣ ህዱኣት፣ ምእዙዛት ክንከውን እዮም ስድራ ቤትና የዕብዮምና። ቆልዑት ከለና ብዙሕ ኣይትዛረብ፣ ብዛዕባ ነብስኻ ብዙሕ ጽቡቕ ነገር ኣይትዛረብ፣ ባዕልኻ ንነብስኻ ኣይተመጉሳ፣ ኣይተወድሳ፣ ኣቦይ ወልዱ ባዕሎም እንኣዱ፣ ዝተዋህበካን ዝተባሃልካዮን ጥራይ ግበር፣ ዘይተሓተትካ ኣይትመልስ፣ ትሑት ኩን፣ ምቕሉል ኩን፣ ብዙሕ ጠለብ ኣይተብዝሕ እናተባሃልና ኢና ዓቢና። ሓቀይ እንድየ። ናብ ስደት፣ ዲያስፖራ፣ ምስ መጸና ድማ ከም በዓል ኣብ ኣሜሪካ፣ ካናዳ፣ ዓባይ ብሪጣንያ፣ ኣውሮጳ፣ ኣውስትራልያ፣ ማእከላይ ምብራቕ ህይወት ይኸብደና። ኩሉ ግዜ ንፉዓት ምዃንና ንኻልኦት ሰባት ክነረጋግጸሎም ንጽዕር። ንሰባት ክነሕጉስ ጥራይ ንነብር። ዝኾነ ሰብ ኣብ ዝኾነ ነገር እንተ መሪጹካ ዋው ክቡር እየ ማለት እዩ ቫልዩ ኣለኒ ማለት እዩ ሓደ ሰብ እንተፈቲካ ዋው ኣነ እኹል እየ ማለት እዩ ብቑዕ ማለት እዩ ንእሽትለይ ኣቓልቦ ኣቴንሽን እንተረኺብካ ገለ ዋጋ ክብረት ኣለኒ ኢልካ ትሓስብ ኣንታ ደሓን እባ እየ ተጠላቢ እባ እየ ኢልካ ከዓ ንነብስኻ ክተእምና ትጅምር እቲ ፀገም ኣብዚ እዩ ዝጅምር ምክንያቱ ዋጋኻ ኣብ ካልኦት ሰባት ክምርኮስ ከሎ ኩሉ ግዜ ካብቲ ዝግበኣካ ንታሕቲ ሐራይ ኢልካ ሱቕ ኢልካ ገፈጥ መፈጥ ኢኻ ትቕበል። እስኪ ገለ ካብ ናይ ሂወትኩም መድረኽ ዝኾነ ነገር ከዘኻኽረኩም። ዝኾነ ሰብ ዝጠቅምን ዘይጠቅምን ተገዳስነት፣ Attention፣ ዘርእየኩም ከምዚ ትብሉ ዶ ነይርኩም? ዋው እዚ ሰብ ፈትይኒ፣ ፈትያትኒ ኣላ። ኦኬ። ወላ እውን ቁም ነገር ዘይብሎም ሰባት፣ ዘይረብሑ ሰባት እንተኾኑ። ንዓኻትኩም ዘይምጥኑ ሰባት፣ ምሳኻትኩም ዘይከዱ ሰባት፣ ዘየኽብሩኹም፣ ኣብ ህይወትኩም ሰላም ዘየምጽልኩም ከምዚኦም ዓይነት ሰባት ኢኹም ትቕበልዎም ኔርኩም። እዚ ኸኣኒ ሓደ ሰብ ንእሽትለይ ኣቓልቦ፣ ኣቲንሽን፣ ተሂቡካ እስኻ ኸኣ ምሉእ ኣክሰስ ናይ ህይወትካ ትህቦ። ብዙሓት ነዚ እትዕዘቡ ዘለኹም ድማ እንታይ ከም ዝዛረብ ዘለኹ ትፈልጡ ኢኹም ወይ ከኣ እተን ደቂ ኣንስትዮ ትፈልጣ ኢኽን። እቲ ስምዒት ዝስምዓኩም ብልክዕ ትፈልጥዎ ኢኹም ኣብቲ እዋን እቲ። ምኽንያቱ ዋጋኻ፣ ክብርኻ፣ ሰልፍ ዎርዝ፣ ኣብ ዘይትፈልጠሉ እዋን ኣቓልቦ ኢኳልስ ፍቕሪ እዩ ዝመስለካ፣ ማዕረ ፍቕሪ እዩ ዝመስለካ። ሓደ ሰብ ብዝመረጸካ ቫልዩዎ፣ ዋጋ፣ ከምዘለካ ኮይኑ እዩ ዝስምዓካ። እቲ ሓቂ ግን ዋጋኻ ወይ ሰልፍ ዎርዝ ናትካ ኣብ ዘይትፈልጠሉ እዋን ኩሉ ግዜ ንነብስኻ ብቕናሽ ብሕሱር ክትሸጣ ኢኻ። ኩሉ ክጻወተልካ እዩ። እስኪ ምእንቲ ክርድኣኩም ብላክሸሪ ብራንድስ ጌረ ኣቕሪበዮ ኣለኹ። ንኣብነት ንበል ሊዊስ ቪቶን ኣብ ሴል ኣይሽየጥን እዩ። ብሕሱር ኣይሽየጥን እዩ። ማለት ዋግኡ ፍጹም ኣይጎድልን እዩ። ፈራሪ መኪና ንውሰድ። ኣብ ናይ ሴል ዕዳጋ ወይ መሸጣ ኣይትኣቱን እያ። ናይ ፕራዳ ፕሮዳክትስ ንውሰድ። ቦርሳ ድዩ ጫማ ድዩ? እሱ እውን ኣብ ናይ ሴል መሸጣ ኣይኣቱን እዩ። ንምንታይ ይመስለኩም? ምኽንያቱ ናታቶም ቫልዩ ናን ኖገሼብል፣ ዋግኦም ዘየማትእ እዩ። ክብሮም፣ ቫልዩኦም፣ ስለ ዝፈልጡ ዓቕሚ እንተሃልዩካ ንስኻ ከም ዓሚል ትገዝኦም፣ እንተዘይብልካ ከኣ እሱ ናትካ ጉዳይ እዩ። ናታቶም ዋጋ ግን ከም ቀደም እዩ ዝፀንሕ። ንዓኻ ኢሎም ዋግኦም ኣየጉድሉልካን እዮም ወይ ንካስተመር ንዓማዊል ኢሎም ኣየጉድልዎን እዮም። ሕጂ ህይወትካ እሞ በዛ ኣተሓሳስባ ክትነብር ሕሰባ ወይ ኢማጅን ግበራ። እስኪ ከምዚ ኢልካ እሞ ሕሰብ፣ ንሓደ ሰብ ብሕሱር ዝደልየካ ወይ ብጎደሎ ዋጋ ዝደልየካ ክብረትካ ዘይፈልጥ ክመጸካ ከሎ ኣነ እዚ እዩ መንነተይ እዚ ከኣ ኣብ ሂወተይ ኣነ ዝጠልቦ እዩ ክተማልኦ እንተዘይክኢልካ ጸገም የብሉን ጽቡቕ ዕድል ኣነ ግን ንዝኾነ ሰብ ኢለ ወይ ንዓኻ ኢለ ዋጋይ ክብረተይ ኣየውርድን እዩ ሽዑ ሂወትካ ዝቕየር ሽዑ እዩ ርእሰ ተኣማነትካ ክዓቢ ዝጅምር። ሽዑ እዩ ሰላም ናብ ሂወትካ ዝምለስ። ዝኸበርኩም የሕዋት እዛ ቪድዮ እንተፈቲኹማ ላይክ ሼር ኮመንት ኣይትረስዑ የቐኔለይ ትሕዝቶና ንቐጽል። ካልኣይቲ ኣብነት ሒዘልኩም መጽየ ኣለኹ ንኣብነት ብሓምሳ ሽሕ ዶላር ሓዳሽ መኪና ገዚእኻ ድሕሪ ቁሩብ ዓመታት ከኣ ናብ ናይ መካይን ዲለርሺፕ ወሲድካያ ምኽንያቱ ክትሸጣ ስለ ዝደለኻ። እቲ ዲለርሺፕ ከኣ ወይ ነጋዳይ ነታ መኪና እንዳ ዘረ እንዳ ኮለለ ይሪኣ ድሕሪ ቁሩብ ከኣኒ ኣብዚ ብገለ ተሓንጺጻ እነሀለት ስክራች ኣለዋ ህም ስቴርሶኣ ዝኣረገ ይመስል ዋእ ኣብዚ ከኣ እንታ ኮይና እንታይ ረኪብዋ ይብለካ ዝኾነን ዘይኮነን ጉድለታት የውጽኣላ ወይ የመልክተልካ። ትፈልጡዶ ስለምንታይ ከምኡ ከም ዝገብሩ? ምኽንያቱ ብሕሱር ዋጋ ክገዝእዋ ስለ ዝደለዩ። ወላኳ እታ መኪና ዝያዳ ዋጋ፣ Value፣ ከም ዘለዎ እንዳፈለጡ። ክብርቲ ምዃና እንዳፈለጡ። ልክዕ ከምዚ ገይሮም እዮም ከኣ ኣደናገርቲ ኣታለልቲ ሰባት ዝሕዙኻ። ንሳቶም ተቐዳዲሞም ጉድለትካ የመልክቱልካ። ህም ክሳብ ክንድዚ እኳ ጽብቕቲ ኮንክን። ክልተ ቆልዑት ወሊድኪ ኢኺ። ወዲ እንተኾንካ ከኣ በራሕ ኢኻ። ፋራ ኢኻ፣ ኣዚኻ ስምዒታዊ ኢኻ፣ ስምዒታት ስምዒታትካ ክትቋጻጸር ኣይትኽእልን ኢኻ ይብሉኻ። ብዘይካይ ካልእ ሰብ ኣይደልየካን እዩ፣ ኣነ ጥራይ እየ ዝቐርበካ፣ ዝቐርበካ ሰብ የለን። እምዋ ከማይ ዝኣመሰለ ሰብ ዝፈትወካ ዝፈትወኪ ሰብ ረኺብክስ ክንድዚ ኸኣ ከተመስግኒ እዩ ዝግባኣኪ፣ ወይ ከኣ ከተመስግን እዩ ዝግባኣካ ይብሉኻ፣ ቀጻሊ ይብሉኻ። ምኽንያቱ ንዓኻ ክነኣእሱ ይጽዕሩ ኣለዉ። ምእንቲ ብጎደሎ ብሑሱር ዋጋ ክረኽቡኻ ምእንቲ ከይደኸሙ፣ ከይጸዓሩ፣ ላዕልን ታሕትን ከይበሉ፣ ወላ ሓንቲ ከይከፈሉ፣ ከይሸለሙ፣ ከየውጽኡ ብጥርሑ ክረኽቡኻ ምእንቲ። ዋጋኻ ኣብ ዘይትፈልጠሉ እዋን፣ ናትካ ቫልዩ ኣብ ዘይትፈልጠሉ እዋን እዞም መዝመዝቲ ሰባት ዝብሉኻ ክትኣምኖም ትጅምር። ስለዚ ንዝኾነ ሰብ ውሑድ ዝህበካ ሕራይ ኢልካ ክትቅበል ትጅምር። ንዝኾነ ነገር ንዝኾነ ሰብ ንቕድሚኻ ዝጸንሓካ ሕራይ ኦኬ ክትብል ትጅምር። ድሕሪ ቁሩብ እዋን ምናልባት ሓቆም እዮም ኣነ ዋጋ የብለይን ኣነ ወርዚ የብለይን ሰልፊ ወርዚ የብለይን ክትብል ኢልካ ክትኣምኖም ኢኻ። ሓንሳብ ዋጋኻ ምስ ፈለጥካ ግን፣ ኣብ የዒንቶም እንዳጠመትካ ብተኣማንነት ዘለዎ ዘረባ ዓቕሚ የብልካን። ንዓይ ኣይትምጥነንን ኢኻ። ንዓይ ትኸውን ሰብ ኣይኮንካን ወይ ንዓይ ትኾኒ ሰብ ኣይኮንክን ኖእ ክትብል ትጅምር። ምኽንያቱ you know who you are ናትካ ሰልፍ ወርዝ ትፈልጦ ኢኻ። ሳልሰይቲ ኣብነት ንበሎ ስራሕ ስኢንካ ማራ ተጨኒቕካ ደስፐሬት ኮንካ ኣብ ናይ ስራሕ ቃለ መሕትት ትኸይድ እሞ ኢማጅን ግበሮ ዝኾነ ዘቕርብዎ ደሞዝ ሕራይ ኢልካ ትቕበል ሓቀይ? ዋጋኻ ፈሊጥካ ቫልዩኻ ፈሊጥካ እቲ ተቕርቦ ተበርክቶ ናብቲ ስራሕ ፈሊጥካ ክትከይድ ከለኻ ናብቲ ቃለ መሕትት ግን ንኣብነት ሱሳ ሽሕ ንዓመት ሱሳ ሽሕ ዶላር ንዓመት ክንከፍለካ ኢና እንድሕር ኢሎምኻ ንስኻ ከዓኒ ናትካ ቫልዩ ዎርስ እንታይ ከም ተበርክተሎም ስለ ትፈልጥ ኣነ ብሓቂ ሚእትን ዕስራን ሽሕ ዶላር ኣብ ዓመት እየ ዝደሊ ትብሎ ኖ እንተ ኢሎምካ ከዓ የቐኔለይ በቃ ስለቲ ግዜኹም የመስግነኩም እዩ ኢልካ ከኣ ብዘየማታእ ስስ ኢልካ ብድድ ኢልካ ትወጽእ ምክንያቱ ካልኦት ዕድላት ከም ዝመጸካ ስለ ትፈልጥ ስለዚ ሰልፍ ዎርስ ወይ ከኣ ነብስካ ዋጋካ ምፍላጥ እዚ እዩ ዝበካ ኣማራጺታት ካልእ ዕድላት ከም ዘለካ የረድኣካ ኖእ ምባል ከኣ ትጅምር ማለት እዩ ንገፈጥ መፈጥ ኖቕ እንዳበልካ ክትከይድ ትጅምር። ንቑርብትለይን ኳሊቲ ነገራትን ሰበትን ከዓ የስ እንዳበልካ ትኸይድ። ሓንሳብ ዋጋኻ ምስ ፈለጥካ ንዝኾነ ነገር ይኹን ሰብ ይኹን ኣይክትልምንን ኢኻ፣ ኣይክትሓድንን ኢኻ፣ ኣይክተገድድን ኢኻ፣ ደድሕሪ ነገራት ሰባትን ኣይክትከይድን ኢኻ፣ ኣይክትልምንን ኢኻ። እስታፋይ ክትከውንን ኢኻ እንታይ ደኣ ንስኻ ኢኻ ትመርጽ ንስኻ ኢኻ ዲሳይድ ትገብር እስኻ ዩ ክፉት ኦፕሽንስ ዘለ ሕጂ ነዚ ኣናሎጂ ስምዕዎ ኢኹም ኢትስ ሪሊ ፓወርፉል ንኣብነት ንበል መኪናኻ ርስሓት እንተሃልይዋ ኣብ ውሽጣ ርስሓት ናይ መግቢ ናይ ዝሰተኻሉ ታኒካታት ጎማታት ጎሓፍ ገለ እንድሕር ኣሎ ሓደ ሰብ ድማ ናብ መኪናኻ እንድሕር ደይቡ፣ ኣብ ውሽጢ እታ መኪና ኮይኑ ፒትሳ ክበልዕ፣ ክሰቲ ተደልዩ ድሕር ኣይብልን እዩ። ሓቀይ እንዴ? ንምንታይ ይመስለኩም? ምኽንያቱ ድሮ ርስሓት ኣብ መኪናኻ ቶለሬት ትገብር ኣለኻ። መኪናኻ ግን ርስሓት ዘይብላ፣ ጽሪቲ፣ መስመስ ዝበለት እንተኾይና ግን ብንጹር ኣብ መኪናይ ኾንካ ምብላዕን ምስታይን ኣይፍቀድን እዩ ትብል ዘለኻ። ሰባት ከኣ ሃንደበት ኣብ መኪናኻ ንኸይበልዑን ንኸይሰትዩን ክጥንቀቑ ይጅምሩ። ነቲ ቦታ የኽብርዎ። ርኢኹም? ባውንድሪስ ወይ ከኣ ገደባት ምግባር ልክዕ ከምዚ ይሰርሕ። ሰባት በቲ እስኻ ዘቐመጥካዮ መለክዕታት ወይ ባውንድሪስ እዮም ተመርኪሶም ዝሕዙኻ። ስለዚ ዘይምኽባር እንተ ተቐቢልካ ዝያዳ ኣየኽብሩኻን እዮም። ህውከት ተፍቂድካሎም ህውከት ከምጽኡልካ እዮም። ንዝኾነ ሰብ ናብ ህይወትካ ኣክሰስ እንተ ኣፍቂድካሉ ዝኾነ ሰብ ዝረብሕን ዘይረብሕን ክትስሕብ ኢኻ። ሓንሳብ ሓደ ሰብ ክሃርመካ እንድሕር ኣፍቂድካሉ ኩሉ ግዜ ዝተወለዐት መኪና ከምስለካ እዩ። ሰባት ንዓኻ ትስኻ ዘፍቀድካሎም ጥራይ እዮም ዝገብሩኻ። ስለዚ ድማ እዩ ዋጋኻ ክብረትካ ምፍላጥ ትዕቢት ዘይኮነሲ ነብስኻ ምክልኻል እዩ። ነብስኻ ክተኽብር ምስ ጀመርካ ሰባት ብኸመይ ከም ዝቐርቡኻ ይቕየሩ እዮም። ንጊዚኡ ንፋን ኢሎም ዝቐርቡኻ ሰባት ክርሕቁኻ እዮም። ክምዝሙዙኻ ዝቐረቡኻ ሰባት ክርሕቁኻ እዮም። ሲርየስ ወይ ንቁምነገር ዝደልዩኻ ሰባት ግን ሓደ ስጉምቲ ናባኻ እዮም ዝቐርቡ። ሓደ ምስጢር ክነግረኩም፣ ዱልዱል ዝኾነ ሰልፍ ወርዝ ወይ ከኣ ክብረት ክህልወካ ኣይክእልን እዩ። ሕጂ እውን ኩሉ ሰብ ክፈትወካ ትደሊ እንተኾንካ። ስታንዳርድ መለክዒ ዘይብሎም ሰባት ብኹሉ ሰባት ክፍተዉ ይደልዩ። ሰልፍ ዎርዝ፣ ዋጋ፣ ወይ ኣብ ሂወቶም ኣብ ነብሶም ክብረት ዘለዎም ሰባት ግን ኩሉ ሰብ ናብ ሂወቶም ኣክሰስ ከምዘይግብኦ ይርድኡ እዮም። እንታይ እስኪ ገምቱ? ምንጻግ ማለት ናይ መወዳእታ ዓለም ማለት ኣይኮነን። ሓደ ሓደ ግዜ ክትንጸግ ከለኻ እዝግኣብሄር ባዕሉ እንታይ ይብል ኣሎ መስለኩም? እዚ ሰብ እዚ ደረጃኻ ኣይኮነን። ኣይምጥነካን እዩ ንዓኻ ወይ ንዓኺ ንምክልኻል ካብ ሂወትኪ ወይ ካብ ሂወትካ ኣውጺኤዮ ኣሎኺ ዝብል ናይ ምንጻግ ፍርሂ ምስ ኣቋረጽካዮ ዋጋኻ ወይ ናትካ ሰልፍ ወርዝ ሰማይ ጥርዚ ክድይብ እዩ። ኣብ መጨረሻ እቲ ሓቂ እዚ እዩ ካብ ሰባት ዝምድናታት ገንዘብ ዓወታት ኣካዳሚክ ባክግራውንድ ዋጋኻ ወይ ክብረት ካብዚኦም ዝመጽእ ኣይኮነን። ዋጋኻ ድሮ ወይ ሰልፍ ወርዝ ናትካ ድሮ ኣብ ውሽጥኻ ተሃኒጹ ኣሎ። ንስኻ ኤግዚስት ስለ ዝኾንካ ጥራይ ከም ሰብ ዋጋ ኣለካ። ንሰባት ናትካ ሰልፍ ወርዝ ወይ ከኣ ዋጋኻ ክተረጋግጸሎም ኣየድልየካን እዩ። ፍቕሪ ክትልምን ኣየድልየካን እዩ። ብሰባት ተቐባልነት ንምርካብ ነብሰኻ ክትቅይራን ክተጉድላን ክተሕስራን ክተውርዳን ኣየድልየካን እዩ። መን ምዃንካ ጽቡቕ ጌርካ ምስ ፈለጥካ፣ ከምኡውን ህይወትካ ናይ መን ምዃና ምስ ፈለጥካ፣ ብዝተፈለየ መልክዕ ክትከይድ ክትጅምር ኢኻ። ንዝኾነ ሰብ፣ ንማንም ዝረብሕን ዘይረብሕን ሰብ ኢልካ ኸኣ ዋጋኻ ፍጹም ኣይተውርዶን ኢኻ። ብርቂ ኰንካ ኢኻ ተፈጢርካ። ስለዚ ንነብስኻ ከም ሓደ ብርቂ፣ ኩቡር፣ ሳሕቲ ዝርከብ ነገር ጌርካ ረኣያ። ሰልፍ ዎርስ ወይ ከኣ ዋጋኻ ፍለጥ። ኣብ መጨረሻ ናትካ ክብሪ ወይ ሰልፍ ዎርስ ወይ ከኣ ዋጋኻ ፍለጥ እሞ ኣብ ልዕሊኡ ከኣ ግብሪ ወይ ታክስ ወስኸሉ። ዝኸበርኩም የሕዋት ናይ ሎም መዓልቲ ትሕዝቶይ ኣብዚ ወዲኤ ኣለኹ። እዛ ቪድዮ እንተፈቲኹማ እዛ ትቕጽል ዘላ ቪድዮ ዝያዳ ከም ትፈትዋ ርግጸኛ ስለ ዝኾንኩ ረኣይዋ ኢኹም። ዝኸበርኩም ተኸታትልተይ ትሕዝቶ ናይዛ ቻነለይ ፈቲኹም ላይክ፣ ሼር፣ ሳብስክራይብ፣ ኮመንት ዝገበርኩምን ትገብሩ ዘለኹምን ነዛ ቻነል ናይ ኩላህና ንምዕባይ ትሕግዙኒ ዘለኹም የቐኔለይ ኣነ ነዞም ጽቡቓት ኣሕዋተይ ኣወዳት ብጣዕሚ እየ ዝፈትወኩም ነዘን ጽቡቓት ደቂ ኣንስትዮ ኣሕዋተይ ከኣ ኣዝየ እየ ዝፈትወክን ኣብ ዝቕጽል እዋን ብሰላም የራኽበና ቻው ቻው